ክንደይ ከም ዝነብዓካ እዝክር እየ። ሕጂ ኸኣ ብታሕጓስ ምእንቲ ኽምላእ ክርእየካ እናፍቕ ኣሎኹ። ነታ ጥርጥር ዘይብላ ኣባኻ ዘላ እምነት እዝክራ እየ። እዛ እምነት እዚኣ ቕድም ኣብ ዓባይካ ሉዮድ ከምኡውን ኣብ ኣዴኻ ኤውኔቅ ነበረት። ሕጂ ኸኣ ኣባኻ ኸም ዘላ ኣሚነ ኣሎኹ። በዚ ምኽንያት እዚ፣ ነቲ ብምንባር ኢደይ ካብ ኣባኻ ዘሎ ውህበት ኣምላኽ ከተሐድሶ ኸተንበድብዶ እዘክረካ ኣሎኹ። ከመይ ኣምላኽ መንፈስ ሓይልን ፍቕርን ገዛእ ርእስኻ ምግታእን እምበር መንፈስ ፍርሃት ኣይሃበናን። ደጊም ንጐይታ ብምምስካር፣ ብኣይ ብእሱር ኣይትሕፈር እኳ ደኣ በቲ ኣምላኽ ዝህበካ ሓይሊ ምእንቲ ወንጌል ምሳይ መከራ ጽገብ። ካብ መዝሙር ቴስዓን ሽዱሽተን ኣምላኽ ልዑል ንጉስ እዩ። ንእግዚኣብሔር ሓድሽ መዝሙር ዘምሩ፣ ኣብ ምድሪ እትነብሩ ዅልኹም ንእግዚኣብሔር ዘምሩሉ። ንእግዚኣብሔር ዘምሩ፣ ኣመስግንዎ፣ መዓልቲ መዓልቲ ንሱ ኸም ዘድሓነና ኣበስሩ። ክብሩ ኣብ ማእከል ኣህዛብ ንገሩ። ተኣምራቱ ኣብ ማእከል ኩሎም ህዝብታት ኣዘንትዉ። እግዚኣብሄር ዓብዪ እዩ፣ ብዙሕ ምስጋና ኸኣ ዝግብኦ እዩ። ካብ ኩሎም ኣማልኽቲ ዝኸበረ እዩ። ኩሎም ኣማልኽቲ ኣህዛብ ከንቱ እዮም፣ እግዚኣብሄር ግና ሰማያት ገበረ። ግርማን ክብርን ይኸቦ፣ መቕደሱ ኸኣ ብሓይልን ጽባቐን ምሉእ እዩ። ህዝቢ ዓለም ኩሉኹም ንእግዚኣብሔር ኣመስግንዎ ክብርን ሓይልን ናቱ እዩ እሞ ንእግዚኣብሔር ኣመስግንዎ ነቲ ክቡር ስም እግዚኣብሔር ኣመስግንዎ መስዋእቲ ሒዝኩም ናብ ቤት መቕደሱ እተዉ እቲ ቅዱስ ዝኾነ እግዚኣብሔር ክግለጽ ከሎ ስገድሉ ኣብ ዓለም ዘለኹም ኩሉኹም ኣብ ቂድምኡ ኣንቀጥቅጡ ንህዛብ እግዚኣብሔር ንጉስ እዩ ንዓለም ኣብ ጽኑዕ ስለ ዝሰረታ ኣይክትናወጽን እያ ንህዝብታት ከኣ ብቐንዕና ክፈርዶም እዩ ኢልኩም ንገርዎም ሰማያት ይተሓጐሱ፣ ምድሪውን ባህ ይበላ። ባሕሪ ናብኣ ዘሎ ዅሉን እልል ይበል፣ መሮሩ ናብኡ ዘሎ ዅሉን ከኣ ባህ ይበሎም። ኵልኹም ኣእዋም ዱር፣ ኣብ ቅድሚ እግዚኣብሄር እልል ክብሉ እዮም። ከመይ እግዚኣብሄር ንዓለም ክፈርድ ክመጽእ እዩ፣ ንህዝቢ ዓለም ብፍትሕን ብቕንዕናን ክፈርዶም እዩ። ናይ ሎሚ ወንጌል ካብ ወንጌል ማርቆስ ካብ ምዕራፍ ሰለስተ ካብ ፍቕዲ ዕስራን ክልተን። ካብ ኢየሩሳሌም ዝወረዱ መምህራን ሕጊ ብዔልዘቡል ሒዝዎ ኣሎ፣ ነጋንንቲ ብሓለቓ ኣጋንንቲ እዩ ዘውጽኦም ዘሎ በሉ። የሱስ ድማ ጸውዖም፣ ብምስላታት ከኣ ከምዚ በሎም፣ ሰይጣን ንሰይጣን ከመይ ገይሩ ከውጽእ ይኽእል? ሓንቲ መንግስቲ ንሓድሕዳ እንተ ተፈላለየት፣ እታ መንግስቲ እቲኣ ክትቀውም ኣይትኽእልን እያ። ሓንቲ ስድራ ኸኣ ንሓድሕዳ እንተ ተፈላለየት፣ እታ ስድራ እቲኣ ኽትቀውም ኣይትኽእልን እያ። ሰይጣ ሰይጣን ከኣ ኣብ ንሓድሕዱ ተጻሊኡ እንተ ተፈላለየ ይጠፍእ ደኣ እምበር ኣይቀውምን። ነቲ ሓያል ቅድም ከይኣሰረ ኣብ ቤተ ሓያል ኣትዩ ገንዘቡ ኽዘምት ዝኽእል ሓደ እኳ የልቦን። ምስ ኣሰሮ እዩ ነቲ ቤቱ ዝዘምት። ብሓቂ እብለኩም ኣሎኹ፣ ንደቂ ሰብ ኵሉ ሓጢኣት ዝጸረፍዎ ዘበለ ጸርፍን ክሕደገሎም እዩ፣ እቲ ንመንፈስ ቅዱስ ዝጻረፈ ዝጸረፈ ግና ንዓ ንዘለኣለም ኵነኔ ደኣ ይዀኖ እምበር፣ ፈጺሙ ኣይሕደገሉን እዩ። ከምዚ ዝበሎም ከኣ ርኹስ መንፈስ ኣለዎ ስለ ዝበልዎ እዩ። እዚ ብስራት ወንጌል ጐይታና እዩ። ብሓቂ ፍቁራት ኣሕዋተይን ሓተይን ንርእዮም ኣሎና ነቲ ዓቢ ክሲ፣ እኮ ጸለመ ክትብሎ ትኽእሉ ምእንቲ ምክንያቱ እቲ ህዝቢ ምሉኡ ይስዕቦ እዩ ዘሎ ንየሱስ ክርስቶስ ስለዚ ንዕኡ ክስዕብዎ ምስ ረኣዩ ካብ የሩሳሌም ዝወረዱ መምህራን ሕጊ ድማ ብኤልዛቡል ሒዝዎ ኣሎ ነጋንንቲ ብሓለቓ ኣጋንንቲ እዩ ዘውፅኦም ዘሎ ክብሉ ከለዉ ብሓቂ ጉህዩ ጎይታና የሱስ ነዚ ኩሉ ነዚ ምስላ እዚ ይነግሮም ሰይጣን እውን እንተኾነ ዓንጃል ኣይኮነን ዓሻ ኣይኮነን ተፈላሊ ከኣ ኣይኮነን ብምፍልላይ ዝቐውም መንግስቲ የልቦን እንታይ ደኣ እቲ መንፈስ ቅዱስ ኢኹም ክትርእይዎ ዘይደለኹምን ዘይከኣልኩምን እዚ ግብረ መንፈስ ቅዱስ መንፈስ እግዚኣብሔር ኣቦ መንፈስ እግዚኣብሔር ወልድ እዩ ስለዚ ነዚ ስራሕ ናይ መንፈስ ቅዱስ ስለዚ ምቕባል ስለ ዝኣበኹሞ ንርእስኹም ዓርሰ ኩነኔ ትገብሩ ኣለኹም ንርእስኹም ትኹንኑ ኣለኹም ክድሕን እውን ኣይትኽእሉን እቲ ንመንፈስ ቅዱስ ዝጻረፍ ግና ንዘለኣለም ኩነኔ ደኣ ይኾኖ እምበር ፈጺሙ ኣይሕደገሉን እዩ ምክንያቱ ርእሱ እዩ ዝኹንን ዘሎ ምክንያቱ ነቲ መንፈስ ቅዱስ ምስቲ መንፈስ እኩይ እዩ ዝሓዋውሶ ዘሎ ስለዚ ነዚ እዩ እዚ ኸዓ ብሓቂ ዘሕዝን እዩ ይምሓረና ይምሓረና ይምሓረና ፍቁራት ኣሕዋተይን ሓተይን ነዚ ምስላ እዚ ነግሮም እቲ ምፍልላይ ምዃኑ ስራሕ ናይቲ ሰይጣን ፍቁራት ኣሕዋተይን ሓተይን ምፍልላይ እዩ ንመን እዩ ዝፈላለ ግን ንርእሱ ኣይኮነን መንዳእ ንሰባት እዩ ንዓና ንማሕበረሰብ ዓለም ንሓድሕድና ይፈላልየና ዳያቦሎ ይበሃል ዲቫይድ ይገብር ይመቃቅሎ ምንፅፃል ይፈጥር ካብታ ስድራ ቤት ጀሚሩ ንዓይን ንመርዓተይን ክነፃፅለና ይጅምር ምስ ደቅኻ ከምኡ ዳሕራይ ንከባቢኡ ከይዱ ከዓ ከምኡ ስለዚ ምንጽጻል ዘምፅ እዩ ንርእሱ ግን ኣይኮነን ነቲ ንዓና ነቶም ጨው ምድርን ብርሃን ዓለምን ክንከውን ዝተፀዋዕና ፍቁራት ኣሕዋተይን ሓተይን እዩ በዚ ምክንያት እዚ ከቢድ ቃልሲ ኣሎ እቲ ከቢድ ቃልሲ ከ እንታይ እዩ ናብ በቲ መንፈስ ቅዱስ ንሕና ዘይንኽእሎ ነገር የልቦን ንኹሉ ንስዕር ኢና እቲ ናይ መንፈስ ቅዱስ ነቲ ኩሉ እቲ ወንጌል ዝሓቶ ክንሓልፎ ዘለና ጸገማት ፍቁራት ኣሕዋተይን ሓተይን ከመይ ዓለም ብምሉእ ተዳሪኽሞ ብጥሪትን ንብረትን ክብረትን ሽመትን ዝተፈላለዩ እዩ ዘሎ ካብ ስድራ ቤት ጀሚርካ ኮታ ብኩሉ እቲ ፈተና ናይቲ እኩይ ዘሪጋ ይብልዎ ገሊኦም ኣቦታትና ብሓቂ ዘሪግዎ ትረኢ ነቲ ማሕበረሰብ ይዘርጎ ነቲ ስድራ ቤት ይዘራርግዎ መብዛሕትኡ ግዜ ብስነ ሓሳብ ሓደ ሓደ ግዜ ኣብቲ ፖለቲካ እውን ይዘራርጎ እንተ ሪኢኹሞ ግን ሰብ ከም ሰብ ክነብር ብዙሕ ፍልጠት እውን ዘድልዮ ኣይኮነን እንታይ ዳ ብፍትሒ ይነብር ብሰላም ይነብር ፍትሕን ሰላምን ጥራዩ ድላዩ ሰብ ፍልስፍና ኣይኮነን ካልእ እውን ዘፈላለዩ ነገር እውን የብሉን ዘራኽቦ ይበዝሕ ብባህልታት ቋንቋታት ዘራኻኽቦም ይበዝሕ ፍቁራት ኣሕዋቴን ሓቴን ሃይማኖት እዝታት ኩሉ ዘራኽቦም ይበዝሕ ነዚ ክርኢ ከሎ እቲ ፍትሕን ሰላምን ዝርኢ እቲ መዝሙር ጽቡቕ ይገልጾ መዝሙር ቴስዓን ሽዱሽተን ዘንበብናልኩም እንታይ ይብል ፍትሕን ንቕንዕናን ክፈርዶም እዩ ንመን ንህዝቢ ዓለም ብምልኦም ክፈርዶም እዩ ትህያው ኣምላኽ እዚ ከዓ እቲ መንግስተ መንግስትኻ ትምፃእ እንብሎ ፍቁራት ኣሕዋቴን ሓትረይን ወትሩ እንዝምረሉ እዩ ከመይ እግዚኣብሔር ንዓለም ክፈርድ ክመጽእ እዩ ንህዝቢ ዓለም ንሃገራት ዓለም ንማሕበረሰባት ዓለም ብፍትሕን ብቕንዕናን ክፈርዶም እዩ ፍትሕን ቅንዕናን እዩ ፍቁራት ኣሕዋትን ሓትን ቅንዕና እንተ ኣለና ናብ ጥዕና ገጽና ብፍትሒ ክንግስግስ ጥዕና እንተ ረኸብና ናብ ቅድስና ገጽና ናብ መላእት ክንግስግስ እዩ ትጸዋዕታና ነዚ ብዝርኢ ሓውና ጳውሎስ ንጢሞቴዎስ ወዱ ከምዚ ክብል ከሎ ንሰምዕ ወግዝ ጢሞቴዎስ ፍቁር ወደይ ይብሎ ከመይ እቲ ሓደ ፈቃድ እግዚኣብሔር ኣቦ ንኩላትና ዝፈጠረና ዘድሓነና ንሓደ ወዱ ሰዲዱ ንሓድሕድና እውን ከም ፍቁራት ኣሕዋትን ሓትን ክንረአ ይፅዋዓና ስለዚ ፍቁር ወደይ ይብሎ ካብ እግዚኣብሔር ኣቦናን ካብ ክርስቶስ ጎይታናን ፀጋ ምሕረት ሰላም ምሳኻ ይኹን ምስ በሎ ደድሕሩ ኣጆኻ ይብሎ እቲ ብወለዶታት ዝመጸ እምነትካ ህያው ግበሮ። ብወለዶታት እንታይ ማለት ኣደ ዓባይካ ኢሉ ይጅምር። ነታ ካብ ጥርጥር ዘየብላ ኣባኻ ዘላ እምነት እዝክራ እየ። እዛ እምነት እዚኣ ቅድም ኣብ ዓባይካ ሌዮድ ነበረት። ከም ኣብርሃም ኣምላኽ ኣብርሃም፣ ኣምላኽ ይስሃቅ፣ ኣምላኽ ያዕቆብ፣ ኣምላኽ ኣብነ ያዕቆብ ንዓድና ዝመጹ ይኸውን እሞ ዳሕራይ ኣምላኽ ኣቦኻ ኣዴኻ ይኸውን ንዓይ ኣቦይ ኣደይ ይኸውን ንዓካ ደድሕሩ ኣምላኸይ ክኸውን እዩ እዚ ህያው ትውፊት ንብሎ እዚ እዩ ስለዚ ቅድም ኣብ ዓባይካ ልዮድ ነበረት ከምኡ እውን ኣብ ኣዴኻ ኤውነቅ ነበረት ኣብ ኣዲኡ እውን ነበረት ዕብራዊ ኣይነበረን ጢሞቴዎስ ስለዚ በቲ ናቱ እምነት ናይቲ ዕብራዊ መስመር እዩ ዝኸዶ ዘሎ በዚ ቢሉ እዩ መጺኡካ ጽሩይ ዕብራውስ ኣይነበረን ማለት እዩ ስለዚ ነዚ ህጂ ካባኻ ዘላ እምነት እሪኣ ኣለኹ ህጂ ኣባኻ ዘላ ከም ዘላ ኣሚነ ኣለኹ ይብሎ ንኣብነት እዚኣ ህያው እምነት ፍቁራት ኣሕዋተይን ሓተይን እምነት ኣቦታትናን ኣዴታትናን እዩ ንዓና ህያው ኮይኑ እቲ ክርስቶስ መገድን ሓቅን ህይወትን ዝኾነና እዚ ድሕሪ ምባል ይነግሮ ነታ ውሽጥኻ ዘላ መንፈስ ቅዱስ ንዓኣስ ኣንበድብዳ ይብሎ ከምዚ ድጉል ሓዊ ኮይኑ ዘሎት መንፈስ ቅዱስ ኣብ ውሽጥኻ ንዕኡ ኣንበድብዶ እንተ ደኣ ትዝክሮ ኾንኩም ኣብቲ ናይ ቀሌጳን መርዓቱ ናብ ሉቃስ ወንጌል ምዕራፍ 24 ልባትና እንደ ግዳይ ይነደና ይነበረኒ ይብሎ መንፈስ ቅዱስ እዩ እቲ ውሽጥና እተንስእ ጎይታ ስለዚ እቲ ልባትና ክነደና ኩሉ ሻዕ ኣይኮነን ዝነደና ፍቅራት ኣሕዋተይን ሓተይን ከምኡ ዓይነት ብርቱዕ ዝነደና ሓደ ሓደ ግዜ ኣለዎ ዓበይቲ ተመክሮታት ናይ መንፈስ ቅዱስ ክትብሎም ትኽእሉ ዳሕራይ ዳ እንታይ እዩ ኣብቲ መዓልታዊ ህይወትና ክንነብር ከለና ክንርስዖ ንኽእል ክንዝንግዖ ንኽእል ክድጎል ይኽእል ተሓወይ እሳት ናይ መንፈስ ቅዱስ ንዑ ከነንበድብዶ ስለዚ ከምኡ ይብሎ በዚ ምክንያት እዚ ነቲ ብምንባር ኢደይ ኣባኻ ዘሎ ውህበት ኣምላኽ ከተሐድሶ እቲ ውሽጢ ዘሎ እሳት ከተንበድብዶ ይብል እቲ ናይ እንግሊዝ ቅዳሕ ንዕኡ እዘክረካ ኣለኹ ስለዚ ፍቁራት ኣሕዋተይን ኣሓተይን ነቲ መንፈስ ቅዱስ ኣብ ውሽጥና ከነበድብዶ ንዓ መንፈስ ቅዱስ ንዓ ንልበይ ከም ዝነድድ ግበር ክንብለውን ጸሎቱ መዓልታዊ መንፈስ ቅዱስ እንተገበርና ጽቡቕ እዩ ፍቁራት ኣሕዋተይን ኣሓተይን ንዓ መንፈስ ቅዱስ ንዓ ንልቢ ናይ ምእመናንካ ሓድስ ብፍቕርኻ ፍቕሪ ሓዊ ፍቕርኻ ኣንድዶ ክንብል ፍቕራት ኣሕዋተይን ሓተይን ምእንቲ ተተመላሊሱ እቲ ልብና ክነደና ብኡኻ ክንነብር ከመይ ይብሎ መንፈስ ኣምላኽ ከመይ ኣምላኽ መንፈስ ሓይልን ፍቕርን ገዛእ ርእስኻ ምግጣእን እምበር መንፈስ ፍርሃት ኣሃበናን ይብሎ ከመይ ነቲ ልባትና ዘዝሕሎ ፍርሕን ፍቁራት ኣሕዋተይን ሓተይን ፅልእን እዩ ዕፁ ይዓፅዎ መጀመርያ ብልቢ ዝዓጽዎ ዘዕዑውራት ናይ ልቢ ዘጋጥመና ብፍርሕን ብጽልእን ምኽንያት እዩ። ስለዚ እንድሕር ደኣ እቲ ዓጽዩ ከኣ ይቆርር ፍቁራት ኣሕዋተይን ሓተይን ናብ እምኒ እውን ይቕየር እቲ ልብና ይረድ ስለዚ ንዕኡ ክንከፍቶ ምእንቲ ንዓ መንፈስ ቅዱስ ንዓ ልበይ ኣብ እሳትካ ከም ብሓድሽ ኣበራብሮ ኣብ ውሽጢ ልበይ ዘለካ መንፈስ ቅዱስ ኣብ ልብኻ ኣብ ልብኺ ዘሎ ብሩኽ ሓወይ ብርኽቲ ሓፍተይ ስለዚ ጳውሎስ ይነግሮ ንጢሞቴዎስ ጢሞቴዎስ ዓብዪ መምህር እዩ ወዱ እዩ ኸዓ ንጳውሎስ ስለዚ ከመይ ኣምላኽ መንፈስ ሓይልን ይብላ ሓይሊ ኣለካ ሓይሊ ከም ብሓድሽ ክሕደስ ይኽእል እዩ መንፈስ ፍቕርን ፍቕሪ ከዓ ኣሎ ንሱ ከዓ ነቲ ንልቢ ዝኸፍት እዩ ህያው ዝገብር ርሕሩሕ ዝገብሮ ነቲ ፍቕሪ ልብና ከም ልቢ ክርስቶስ ይገብሮ ከምቲ ቅዱስ ልቢ ኢየሱስ ይገብሮ ፍቕርን ገዛእ ርእስኻ ምግታእን ገዛእ ርእስኻ ምግታእ ከዓ እቲ ዝዓበየ እቲ ስስዐ ዘይብሉ ማለት እዩ ጥሪትን ንብረትን ክብረትን ሽመትን ክትብል ኣብዘይ ቦታኻ ኣይትርከብን መንነትካ ካብዚ ነገራት እዚ ኣይትደልዮን ካበይ ድኣ ካብቲ ፍቁር ወዱ ንእግዚኣብሔር ኣቦ ምዃንካ ስለዚ ነዚ ይነግሮ ሓይልን ፍቕርን ገዛእ ርእስኻ ምግታእን እዚ ክል ሰለስትኡ ኣለካ እምበር መንፈስ ፍርሓት ኣይኮነን ስለ ዘፍርሕ የብልካን ጢሞቴዎስ ወደይ ዝብሎ ዘሎ ኣዘርዕድ የብልካን እኳ ደኣ ደጊም ንጎይታ ብምምስካር ብኣይ ብእሱር ኣይትሕፈር ይሓፍር ነይሩ ማለት እዩ ጢሞቴዎስ መንእሰይ እውን ነይሩ ስለዚ ብኣይ ብጎይታ ብምምስካር ብኣይ ብእሱር ይብሎ ጳውሎስ ተኣሲሩ እዩ ዘሎ ኣብዚ እዋን እዚ ኣይትሕፈር እኳ ደኣ በቲ ኣምላኽ ዝህበካ ሓይሊ ምእንቲ ወንጌል ምሳይ መከራ ጽገብ ምእንቲ ወንጌል ኢልካ መከራ ጽገብ ከማይ እዩ ዝብሎ ዘሎ ከም ጳውሎስ ስለዚ ፍቁራት ኣሕዋቴን ሓቴን ንሕና እውን ኣብቲ ፃዕሪ ፀሎትን ፃዕርን ናይ ፍትሕን ሰላምን ፍቁራት ኣሕዋቴን ሓቴን ክኸብደና ይኽእል ብዙሕ እውን ንርእስና ምግታእ ስኢና እውን ናብ ፅልእን ናብ ገርጨውጨውን ክንኣቱ ንኽእል እዚ ምንቲ ከይኸውን ሓደት ናይ ፀሎት ህይወት የድሊ ፀሎት ሰላም ክርስቶስ የድሊ ፀሎት ልቢ የድሊ ካልኣይ ከዓ እንደገና ከዓ እቲ እቲ መከራ ልሙድ ንቡር ምዃኑ ቋዳትን መከራ እንተዘየሎ ኢና ክንፈርሕ ዘለና ከመይ ሽዑ ምስቲ ዓለም ዝኸዶ ዘሎ ምስኡ ንኸይድ ኣሎና ማለት እዩ ስለዚ ብኡ ኢኻ እቲ ቀዳማይቲ ወንጌል ዓቢዱ ዝብልዎ ዘሎ ንፍትሒ ንሰላም ክትቃለስ እንከለኻ ንፍቕሪ ክትቃለስ እንከለኻ ብዝሕጂ ዘሎ ዓለም እውን ከምኡ ከም ዕቡድ እዮም ክርኢኻ ምክንያቱ እቲ ናይ ኣተሓሳስብኦም ናይ ዓለም ናይ ሰሜን ናይ ደቡብ ናይ ምብራቕ ናይ ምዕራብ ከምኡ እዩ እዚ ኸዓ ብዘበናት ዝማዕበለ እዩ ዘበናት ዝማዕበለ እዩ ነዚ ከዓ እዩ እቲ ወንጌል ብርሃን ዝህቦ ስለዚ ፍቅራት ኣሕዋተይን ሓተይን በዚ ብርሃን ናይዚ ወንጌል እዚ ልክዕ ከም ጢሞቴዎስ ንሕና ውን ነቲ መንፈስ ቅዱስ ኣብ ልብና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 ስብሃት ንኣብን ወልድን መንፈስ ቅዱስን ይኹን ጥንቲ ከም ዝነበረ ሕጂን ንወትሩን ንዘለኣለም ኣለምን ኣሜን።